ናይ ሎማዓንቲ ዛንታ ኣይግበሮ ኢለኪ ጀምሮ ኣይግበሮ ደኣ እምበር እትፈትውያ ኣዴኺ እተፍቅርያ ኣዴኺ ዒሕ ፍንጪሕ ኢላ ወሊዳትኪ እንክንሳ ብሰብኣይ ኣዴኺ ተዓሚጽኪ እንክንስኺ ካብ ንዓኺ ንዕኡ ደጊፋ ካብ ንዓኺ ንዕኡ ፈትያ እሕሊፋ ተትህበኪ ኔራ እንታይ ምበልኪ እንታይ ከም ገበርኪ ከምኡ ውን ኣይግበሮ ደኣ እምበር እትፈትዎ ዓርክኻ ወይ ከኣኒ እትፈትውያ መሓዛኺ ካብ ግዜ ንእስነትኩም ትኽ ትንፋስ የዕሩኽትኩም መሓዙትኩም ዝነበሩ ሓወይ ሓፍተይ ኢልኩም ትጽውዕዎም ዝነበርኩም ሰባት ክንዲ ሰብ ምስ ኣኸልኩም ዓቕሚ ኣዳም ምስ በጻሕኩም ንዓኹምን ንደቅኹምን ህይወትኩም ተዘባላሽዉ ዋጋ ተዘኽፍልኹም እንታይ ምበልኩም እንታይ ምገበርኩም። ሰላም ንዓኹም ሰብ ርሑቕን ቀረባን ተኸታተልቲ ናይ ጓል ሽሻይ ቲዩብ ከመይ ትህልዉ እምበኣርካስ ንሎም መዓልቲ ክልተ ናይ ገበን ታሪኸ ሒዘልኩም መጽየ ዘለኹ እቲ ሓደ ኣብ ሃገረ ኣሜሪካ ዘጋጠመ ናይ ገበን ታሪኽ ኮይኑ እቲ ካልኣይ ከኣ ኣብ ሃገረ ኢትዮጵያ ዘጋጠመ ናይ ገበን ታሪኽ እዩ ክሳዕ መወዳእታ ምሳይ ክትጸንሑ ብኽብሪ ዕድመኩም እዘን ትርእይወን ዘለኹም ክልተ ኣዋልድ ዴፊኒን ጃሜላን ይበሃላ እዘን ኣዋልድ እዚኤን ዝነብራሉ ኣብ ሃገረ ኣሜሪካ እዩ ነይሩ ከምኡውን እዘን ክልተ ደቂ ኣንስትዮ ትኽ ትንፋስ መሓውዝት እየን። ምሕዝነተን ተራ ዝበሃል ምሕዝነት ኣይኮነን። ካብ ግዜ ቁልዕነተን ካብ ግዜ ንእስነተን እዩ ነይሩ ምሕዝነተን። ብጣዕሚ ካብ ምምሕዛወን ዝተላዕለ ወላ እኳ ደኣ ናይ ስጋ ዝምድና ኣይንበረን ደኣ እምበር ንሳተን ግን ኣሕዋት ኢና እየን ዝብላ ነይረን ሰባት ክሓትወን ከለዉ። ሰባት ከኣ ከም ሓቂ ይኣምንወን ነይሮም ምኽንያቱ ኣብ መልክዐን ብዙሕ ዝመሳሰል ነገር ነይርወን እዩ። ብጣዕሚ እየን ዝመሳሰላ ነይረን። ናይ ክልቲኤን ምሕዝነት ጥምረት ዝነበሮ ምሕዝነት እዩ ነይሩ። ሱር ዝሰደደ ምሕዝነት እዩ ነይሩ። ኩሉ ግዜ'የን ናይ ልበን ዝተዓላላላ ነይረን። ኩሉ ግዜ'የን ናይ ውሽጠን ዝነጋገራ ነይረን። ነገር ግን እዘን ክልተ መሓዙት ክልተ ጫፋት እየን። ብባህሪ ኮነ ብኣነባብራ ህይወት ፈጺመን ዘይራኸባ ዓይነት ሰባት እየን ነይረን። እታ ሓንቲ ብርሃን ክትከውን ከላ እታ ሓንቲ ከኣ ጸልማት እያ ነይራ። ጃሚላ ዘኽታም ስለ ዝነበረት ኣብ መዕበዪ ዘኽታማት እያ ዓብያ። ካብ ሓደ መዕበዪ ዘኽታማት ናብ ካልኦት ዘዕብዩ ወለዲ፣ ካብቶም ካልኦት ዘዕብዩ ወለዲ ናብ ካልኦት ዘዕብዩ ወለዲ እንዳተንከራተተት እያ ዓብያ። ወላ እኳ ደኣ ከምዚ ዓይነት ከርታታ ዝኾነ ህይወት ተሕልፍ ደኣ እምበር፣ ጃሚላ ናታ ባህጊ ዝነበረ እሳ ክትነብሮ ትደሊ ዝነበረት ወይ ከኣኒ ናታ ሕልሚ ዝነበረ እንታይ እዩ ኣብ ትምህርታ ጸቒጣ ክትምሃር እያ ትሓስብን ትደልን ኔራ ነገር ግን ዘይርጉእ ህይወት ስለ ዝነበረት ዘይርጉእ ህይወት ስለ ዝነበራ ብህይወታ ቅሳነት ስለ ዘይነበራ እቲ እትደልዮ ዓይነት ትምህርቲ ኣብ ትምህርታ ጸቒጣ ክትምሃርን ከምቲ እትደልዮ ህይወት ክትነብር ኣይከኣለትን ስለዚ ክልቲኤን ወላ እኳ ደኣ ኣብ ግዜ ንእስነተን ይመሓዘዋ ደኣ እምበር ታፋኒ ልዕሊ ማንም ሰብ ንጃሚላ ጽቡቕ ጌራ ስለ ትርድኣላ በዚ ምኽንያት እየን ኣብ መጀመርታ ክልቲኤን ተማሓዜን። ከምኡውን ታፋኒ ከኣ ከምዞም ኣሸገርቲ ዝበሃሉ ዓይነት ሰብ እያ። ታፋኒ ጌና ጓል ዓሰርተ ኣርባዕተ ዓመት ቆልዓ እንከላ ብኣርእስተ ዜና ኣብ ዝተፈላለየ ማሕበራዊ መራኸቢታት ብጣዕሚ ኣዛራቢት ኔራ ኣዛራቢት ምኮኒኣ ምክንያት ከኣ ቅያ ዝሰረሐት ከይመስለኩም በቲ ግዜ እቲ በቲ ዕድሚኣ እቲ ጓል ዓሰርተ ኣርባዕተ ዓመት ቆልዓ እንከላ ነዲኣ ቀጥቂጣታ ነዲኣ ሃሪማታ በዚ ምክንያት ከኣ እዛ ቆልዓ እዚኣ ናብ ሕጊ ተከሲሳ ናብ ሕጊ ቀሪባ ናብ ቤት መእሰርቲ ትኣቱ ማለት ኣብ ናይ ትሕቲ ዕድመ ኣብ ናይ ኣንደር ኤች ቤት ማእሰርቲ ትኣቱ በዚ ምክንያት ከኣ እዛ ጓል ዓሰርተ ኣርባዕተ ዓመት ቆልዓ ነዲኣ ሃሪማታ ብምባል ኣብ ዜና ብብዙሕ ግዜ ትዝርጋሕ ነይራ። ብድሕሪ እዚ ኩነታት ምፍጻሙ ብድሕሪ እዚ ቲፋኒ ነዚ ገበን ምፍጻማ ኣዲኣ ኣብ ኢንተርቪው ቀሪባ ነይራ። ኣብ ኢንተርቪው ቀሪባ ኣዲኣ ዝተዛረበቶ ከኣ ጓላ ቲፋኒ ኣዝያ ሓያልን ተንኮለኛን ጨካንን ምዃና ከምኡ ውን ቅድሚ ሕጂ እቲ ዝነብሩሉ ዝነበሩ ገዛ መንበሪ ገዝኦም ብሓዊ ከም ዘቃጸለቶ ገሊጻ ነይራ። ብድሕሪ እዚ ኩነታት ገለ ዓመታት ይሓልፍ። እቲ እዋን ወይ ከኣ እቲ ዓመተ ምህረት ሽሕን ትሽዓተ ሚእትን ቴስዓን ትሽዓተን ዓመተ ምህረት ይኸውን። ኣብዚ ዓመተ ምህረት እዚ ከኣ ጃሚላ ጓል ዓሰርተ ሽዱሽተ ዓመት ትኸውን። ጃሚላ በዚ ዘላቶ ዕድመ ኣንደር ኤጅ እንከላ ጌና ናይ መጀመርታ ቦኽሪ ውላዳ ትወልድ። በዚ ኣየቋረጸትን በዚ ኣየብቀዐትን ከኣ። ድሕሪ ኣርባዕተ ዓመት ኣብ ክልተ ሽሕን ሰለስተን ዓመተ ምህረት ከኣ ካልኣይ ቆልዓ ትወልድ። ከምኡ'ውን ድሕሪ ሓደ ዓመት ከኣ ኣብ ክልተ ሽሕን ኣርባዕተን ዓመተ ምህረት ከኣ ሳልሳይ ቆልዓ ትደግም። ብድሕሪ'ዚ ጃሚላ ንደቃ ጽቡቕ ህይወት ክትህቦም ስለ ትደሊ ስለ ዝነበረት፣ ከምቲ እሳ ዘሕለፈቶ እሶም ከሕልፉ ስለ ዘይትደሊ፣ ንደቃ ክትብል ክትጽዕር ትጅምር፣ ንደቃ ክትብል ብዙሕ ዓይነት ስራሕ ትሰርሕ፣ ንደቃ ክትብል ብዙሕ መስዋእቲ ክትከፍል ትጅምር። ብሓጺሩ ጃሚላ ናይ ደቃ ሓላፍነት ተሰኪማ፣ ደቃ ክተዕቢ ትጅምር። ጃሜላ ሰኣሊት ናይ ምዃን ሕልምን ድሌትን ስለ ዝነበራ ኣብ ናይ ኮሚኒቲ ኮሌጅ ኬዳ ከኣ ትምዝገብ። በዚ ሓደ ወገን ከኣ ተፊ ከምዞም መዕገርገርቲ ዓይነት ሰባት እዮም ያለኩም ነይረምሽ። ልክዕ ከም ጃሜላ ከኣ እሳውን ጌና ጓል ዓሰርተ ሽዱሽተ ዓመት ቆልዓ እንከላ ቆልዓ ትወልድ ናይ መጀመርታ ቆልዓኣ። ግን ቁሩብ ከይጸንሐት ከኣ ሽዑ ንሽዑ ቀልጢፋ ከኣ ካልኣይ ቆልዓ ትደግም። ነገር ግን ድሕሪ ሽሕን ትሽዓተ ሚእትን ተስዓን ትሽዓተን ዓመተ ምህረት ኩሉ ነገር ንቲፋኒ ብጣዕሚ እዩ ከቢድዋ ኔሩ። ህይወት ብጣዕሚ እዩ ከቢድዋ ኔሩ። ቆልዑ ምዕባይ ብጣዕሚ እዩ ከቢድዋ ኔሩ። ነታ ዝወለደታ ካልኣይቲ ጓላ ጌና ጓል ክልተ ወርሒ ህጻን እንከላ ብጣዕሚ ኣቢዩዝ ትገብራ ኔራ። ማለት ሓንቲ ኣደ ንሓደ ዕሸል ንሓደ ህጻን እትገብረሉ ዓይነት ክንክን ኣይትገብረላን እያ ነይራ። በዚ ምኽንያት ከኣ እታ ቆልዓ ከኣ በቲ ኣብ ንእስነታ ዝተጎድኦቶ ክሳብ ጓል ሸውዓተ ዓመት ቆልዓ እትኸውን ብዳይፐር እያ ትኸይድ ነይራ፣ ዳይፐር እያ ትጥቀም ነይራ። እዚ ከምዚ ኢሉ ከሎ ግን ቅድሚኡ ግን ኣብ ክልተ ሽሕን ክልተን ዓመተ ምህረት ቲፋኒ ክልቲኤን ደቃ ብመንግስቲ ተሓዲጋ ተወሲደናኣ ነይረን እየን። ምኽንያቱ ከኣ ብቕዕቲ ኣደ ኣይኮንክን ንደቅኺ ኣቢዝ ትገብሪ ኢኺ ተባሂላ ማለት እዩ። ድሕሪ ክንደይ ውረድ ደይብ ድሕሪ ክንደይ ክርክር ግን በዚ ኮይኑ በቲ ድሕሪ ገለ ግዜታት እተን ክልተ ደቃ ንቲፋኒ ተመሊሰናላ እየን። ብድሕሪ እዚ ከኣ ድሕሪ ሓደ ዓመት ከኣ ኣብ ክልተ ሽሕን ሰለስተን ዓመተ ምህረት ከኣ ቲፋኒ ብስርቂ ክሬዲት ካርድ ትኽሰስ። ናይ ቲፋኒ ህይወት ሰላም ኣይነበሮን፣ ወግሐ ጸብሐ ኩሉ ግዜ ብሕጊ ዘሕትታ ነገር እያ ትገብር ነይራ። ኩሉ ግዜ ገበን ካብ ምስራሕ ንድሕሪት ኣይትብልንያ ነይራ። ስለዚ ከኣ በቶም እትገብሮም ዝነበረት ነገራት በቲ እትፍጽሞ ዝነበረት ተግባር ኩሉ ግዜኣ ናብ ሕጊ ቀሪባ ትኽሰስ ነይራ። በዚ ሓደ ወገን ከኣ ጃሚላ ብጣዕሚ ንፍዕቲ ኣደ እያ። ሓደ ሓደ እዋን ንደቃ ኣብ ደገ ንኽጻወቱ ገዲፋቶም ትኸይድ ነይራ እያ። ደቃ ኣብ ደገ ኣብ ዝጻወትሉ እዋን ወይ ከኣ ኣብ ዝጻወትሉ ግዜ ከኣ ምስቶም ኣብቲ ከባቢ ዝነበሩ ቆልዑ ወይ ከኣ ምስ ደቂ ገዛውቶም እዮም ዝጻወቱ። ከምዚ ጌራቶም ናብ ደገ ገዲፋቶም ኣብ ትኸደሉ ግዜ ኸኣ ኩሉ ግዜ ጸባ ኣፍሊሓ ጸባ ኣዳልያ ኣብ ልዕሊ ጣውላ ኣቐሚጣትሎም እያ ትኸይድ። እዚ ጥራሕ ኣይከኑንን ጃሚላ ንደቃ ንግሆ ንግሆ ናብቲ ንቤት ትምህርቲ ዝኸድሉ ናይ ቤት ትምህርቶም ባስ ዝጽበይሉ ባስ ስቴሽን ንግሆ ንግሆ ብእግራ ሒዛቶም ትኸይድ ኔራ። ብኸምዚ ኸኣ ገለ ዓመታት ይሓልፍ። ብድሕሪ'ዚኦም ከኣ እምበኣር ነገራት ናብ ዘይተደልየ መኣዝን ክኸዱ ዝጀምሩ። እቲ ግዜቲ ወይ ካኒ እቲ ዓመተ ምህረት ክልተ ሽሕን ሽዱሽተን ዓመተ ምህረት ይኸውን። በቲ ግዜቲ ከኣ ጀሚላ ራብዓይ ቆልዓ ተጠንስ። ጥንሲ ናይ ጃሚላ ከኣ ኣዋርሕ ሓሊፍዎ ስለ ዝነበረ፣ ጃሚላ ራብዓይ ውላዳ ንኽትቅበል፣ ብሰላም ንኽትገላገል ትጽበየሉ ዝነበረት ግዜ እዩ ነይሩ። ናይ ክልቲኤን መሓዙት ምሕዝነት ክሳብዚ ግዜዚ ነይሩ'ዩ። ነገር ግን ድሕሪዛ ምሸት እዚኣ ግን፣ ናይ ክልቲኤን ምሕዝነት ኣብቂዑ እዩ። በታ ዓመት እቲኣ ኣብ ክልተ ሽሕን ሽዱሽተን ዓመተ ምህረት ኣብ ወርሒ መስከረም ዕለት ዓሰርተ ሽዱሽተ ቲፋኒ ጌና ናይ ሸውዓተ ወርሒ ቆልዓ ኣብ ዘይመዓልቱ ዝተወለደ ቆልዓ ሒዛ ናብ ናይን ዋን ዋን ትድውል። ናብ ናይን ዋን ዋን ምስ ደወለት ከኣ ሽዑ ንሽዑ ኣምቡላንስ ይመጸላ ናብ ሆስፒታል ትኸይድ። ናብ ሆስፒታል ምስ ከደት ከኣ እቲ ቆልዓ እቲ ኣብ ዘይመዓልቱ ከምዝተወለደን ከምኡ'ውን ናይ ሸውዓተ ወርሒ ምዃኑን ነቶም ሓካይም ትነግሮም። ብድሕሪ እዚ እቶም ሓካይም ከኣ ኣይጸንሑን መርመራ ክገብሩ ይጅምሩ። ነገር ግን እቶም ሓካይም መርመራ ክገብሩ ምስ ደለዩ ቲፋኒ ፍቃደኛ ኣይነበረትን ብድሕሪኡ ግን ፖላይስ ስለ ዝነበሩ ፖላይስ ብሓይሊ መርመራ ክገብሩላን ከገድድዋን ምስ ጀመሩ ተዓሚጸ እየ ወሊደያ ብምባል ነቶም ፖላይስ ተዓሚጻ ከም ዝወለደታ ትነግሮም። እዚ ኣፍቃሪኣ ንቲፋኒ ሓይሊ ባሕሪ እዩ ዝሰርሕ። ቲፋኒ ጥንስቲ ምንባራ ማንም ዝፈልጥ ሰብ ኣይነበረን ብዜካ ኣፍቃሪኣ። ብዝኾነ ነታ ኣብዘይ መዓልታ ተወሊዳ ዝሞተት ህጻን ቆልዓ ዕሸል ማለት እዩ ንዓኣ መርምራ ይግበረላ ናይ ዓስከሬን መርምራ ብምንታያ ሞይታ ብምባል ማለት እዩ ነገር ግን ዝኾነ ብሓደጋ ከምዝሞተት ዝኾነ ነገር ሓደጋ ከምዝበጽሓ ዘርእዩ ወላሓንቲ ነገር መርትዖ ክረኽቡላ ኣይከኣሉን፣ ብድሕሪዚ ቀብሪ ይበሃል ማለት እዩ። ቀብሪ ናይታ ህጻን ድሕሪ ኣርባዕተ መዓልቲ እዩ ነይሩ፣ ብዕለት ዕስራን ሓደን መስከረም እዩ ነይሩ። ነገር ግን ኣብቲ መዓልቲ ቀብሪ ቲፋኒ ነቲ ኣስፈጻሚ ቀብሪ እንታይ ትብሎ፣ ካብ ኣባላት ስድራቤተይ ናብዚ ቀብሪ ክመጹ ዘይክእሉ ሰባት ኣለዉ እሞ መዓልቲ ናይ ቀብሪ ቀይረለይ ትብሎ። ንሱ ጥራሕ ዘይኮነ ከኣ ካብቲ መዓልቲ ቀብሪ ኣብቲ መዓልቲ ቀብሪ ካብቲ እታ ቆልዓ ክትቅበረሉ ዝተባህለ ሰዓት ቲፋኒ ናብቲ ቦታ ቀብሪ ክልተ ሰዓት ደንጒያ መጺኣ። እዚ ነገር'ዚ ከኣ ጥርጣረ ፈጢሩ እዩ፣ ምኽንያቱ ሓንቲ ኣደ ሸውዓተ ወርሒ ምሉእ ኣብ ማህጸና ዝተሸከመቶ ዕሸል ሞይቱ እንክንሱ፣ መዓልቲ ቀብሪ ንምቕያር ኮነ ኣብ ሰዓት ቀብሪ ክትድንጒ ኣይትኽእልን'ያ። ብዝኾነ ኣብቲ ቀብሪ ከኣ ኣፍቃሪኣ ንቲፋኒ፣ እቲ ሓይሊ ባሕሪ ዝሰርሕ ኣፍቃሪኣ፣ ካብ ሓይሊ ባሕሪ መጺኡ ኣብቲ ቀብሪ ተሳቲፉ ነይሩ እዩ። ምኽንያቱ እታ ዝሞተት ህጻን ጓል ሸውዓተ ወርሒ ኣብ ዘይመዓልታ ዝተወለደት ቆልዓ ናቱ ጓሉ ምዃና እዩ ዝኣምን። ነገር ግን ኣብቲ ቀብሪ እቲ እታ ቀንዲ መሓዝኣ ንቲፋኒ፣ ጃሚላ፣ ኣይነበረትን። ድሕሪ እቲ ቀብሪ ከኣ ገለ መዓልታት ይሓልፍ። ንጃሚላ ዋላ ሓደ ዝረኣያ ሰብ የለን። ፈለጥታን መሓዙታን ፈተውታን ብዙሕ ግዜ ደዊሎምላ፣ ብዙሕ ግዜ መልእኽቲ ሰዲዶምላ፣ ግን ትም ሕትም ኮይና። ወልሓንቲ መልሲ ኣይነበረን። ከምኡ'ውን ድሕሪ እቲ ቀብሪ ቲፋኒ ምስ ኣፍቃሪኣ ኮፍ ኢሎም ከዕልሉ ይጅምሩ። ኣብ መንጎ እንዳዕለሉ ከለው ግን ቲፋኒ ሃንደበት ክትለፋለፍ ትጅምር። እቲ ዝተላፋለፈቶ ከኣ እንታይ'ዩ? ነፍቃሪኣ እንታይ ትብሎ እታ ዝሞተት ኣብ ዘይ መዓልታ ዝተወለደት ጓል ሸውዓተ ወርሒ ህጻን ጓሉ ከም ዘይኮነት ትነግሮ እሱ ጥራሕ ዘይኮነ ከኣ ንሳውን ነታ ቆልዓ ከም ዘይ ጠነሰታ ጥንስቲ ከም ዘይነበረት ትነግሮ እምበሺ እንታይ ኢላ ትነግሮ እታ ጓል ሸውዓተ ወርሒ ቆልዓ ኣብ ዘይ መዓልታ ዝተወለደት ቆልዓ እታ ዝሞተት ህጻን ጓል መሓዝኣ ጀሚላ ምዃና ትነግሮ ካብ ከብዲ ጀሚላ ቀዲዳ ከም ዘውጽኣታ ትነግሮ እቲ ነዚ ዛንታ እዚ ወይ ከኣ ነቲ ምልፍላፍ ናይ ቲፋኒ ዝሰምዕ ዝነበረ ኣፍቃሪኣ ሓይሊ ባሕሪ ከኣ ብጣዕሚ ይስንብድ። ብሓጺሩ ትሳ ዝበለቶ ነገር ክኣምኖ ኣይከኣለን፣ ደጊሙ በእምርኡ ክሓስቦ ኣይከኣለን። በዚ ኮይኑ በቲ ግን ኣይጸንሐን ንሱ ሽዑ ንሽዑ ሞባይሉ ኣልዒሉ ናብ ናይን ዋን ዋን ደዊሉ ኩሉ እሳ ዝበለቶ ነገር ሪፖርት ይገብር። ፖላይስ ከኣ በቲ ሪፖርት ዝተገብረሎም ከይጸንሑ ሽዑ ንሽዑ ከይዶም ተፍትሽ ይጅምሩ ናይ ጃሜላ ዓስከሬን ሬሳ ንምድላይ ማለት እዩ። ብድሕሪዚ ድሕሪ ሽዱሽተ መዓልታት ፖላይስ ናይ ጃሜላ ሬሳ ኣብ ናይ ቲፋኒ ብድሕሪት ገዛ ይረኽብዎ። ምስቲ ሬሳ ከኣ እንታይ ይረኽቡ መቐስ ይጸንሖም። ብድሕሪዚ ባም በታ ምሸት እቲኣ ፖላይስ ንቲፋኒ ይኣስርዋ። ቲፋኒ ናብ ቤት ማእሰርቲ ምስ ኣተወት ከኣ ፖላይስ ኮፍ ኣቢሎም ፊት ንፊት መስቀላዊ ሕቶታት ክሓትዋ ይጅምሩ፣ ከለፋልፍዋ ይጅምሩ። ኣይጸንሐትን ከኣ ቲፋኒ ኩሉ ዝገበረቶ ነገር ሓደ ብሓደ ክትለፋለፍ ትጅምር። ካብ ዕለታት ሓደ ምሸት ክልቲኤን መሓዙት ናይ መሓዙት ፕሮግራም ኣዳልየን እንዳተዘናግዓ ከለዋ እቲ ዝዘናግዓሉ ዝነበራ ቦታ ከኣ ናይ ቲፋኒ ገዛ እዩ ነይሩ። ኣብቲ ገዛ እንዳተዘናግዓ ከለዋ ኣብቲ ሽዑ ግዜ ጃሚላ ናይ ሸውዓተ ወርሒ ነብሰውጾር እያ ነይራ። ሃንደበት ግን እንዳዕለላ ከለዋ ቲፋኒ እግሪ ናይ ጣውላ ኣምጺኣ ንመሓዝኣ ጃሚላ ርእሳ ትሃርማ። ሓደ ግዜ ጥራሕ ኣይኮነትን ሃሪማታ፣ ብዙሕ ግዜ ደጊማ ደጋጊማ ቅጥቅጥ ተብላ። ኣይጸንሐትን ከኣ ጃሚላ ሃለዋታ ኣጥፊኣ ኣብ መሬት ትወድቕ። ድሕሪ ኣብ መሬት ምውዳቓ ከኣ ቲፋኒ እንታይ ትገብር፣ ገመድ ኣምጺኣ ኢዳን እግራን ቀጠው ኣቢላ ኣትሪራ ትኣስራ። ድሕሪ ቁሩብ ከኣ ጀሚላ ካብቲ ወዲቓቶ ዝነበረት ተበራቢራ ሃለዋታ ትፈልጥ። ነገር ግን ሃለዋታ ምስ ፈለጠት ኢዳን እግራን ብጣዕሚ ብሓይሊ ብተሪር ተኣሲራ ምስ ረኣየት ሂወታ ንኽተድሕን ኣውያቶ ድርግሖ። ነገር ግን እታ መሓዛኣ ቲፋኒ ኣብ ጥቓኣ ኣብ ጎና ስለ ዝነበረት ከም እንደገና ብጣውላ ርእሳ ሃሪማ ሃለዋታ ከም ተጥፍእ ትገብራ። ካብኡ ኣይጸንሐትን ቲፋኒ ንመሓዛኣ ጀሚላ ብርእሳ እንዳጎተተት ናብ ሽቓቕ ሒዛታ ትኸይድ። ኣብ ሽቓቕ የእትያ ኸኣ ነታ ኣብ ከብዳ ዝነበረት ህጻን ክትወስዳ ትደሊ ስለ ዝነበረት ንምሓዝኣ ብጭካነ በቲ መቐስ ከብዳ ቀዲዳ ነታ ጓል ሸውዓተ ወርሒ ህጻን ኣብ ዘይመዓልታ ካብ ከብዲ ኣዲኣ ብጭካነ ተውጽኣ። ንኽገርመኩም ቲፋኒ እዚ ኹሉ ጭካነ እዚ ኹሉ ግፍዒ ኣብ ልዕሊ ጃሚላ ክትገብሮ ከላ ጃሚላ ብሂወት ኔራ እያ ጃሚላ ኣይሞተትን ኔራ ጃሚላ ክትመውት እንከላ ብዙሕ ደም ስለ ዝፈሰሳ ደማ ወዲኣ እያ ሞይታ። ካብኡ ቀጺላ ነቲ ሬሳ ናይ መሓዝኣ ብናይ ሻወር መጋረጃ ገይራ ጠቕሊላ በቲ ድሕሪ ገዝኣ ምስ ጓሓፍያ ደርብያቶ። ቲፋኒ ነዚ ነገር እዚ ተዳልያ እያ ገይራቶ። ነዚ ነገር እዚ ንምግባር ሓደ ሰሙን ሓሲባትሉ ነይራ እያ። ቅድሚ ሰሙን ኣቢሉ ዝኸውን መሳርሒ ሕርሲ፣ መቐስ፣ ከምኡ'ውን ኣልኮላዊ መስተ ተኣዳልያን ተዳልያትሉን ነይራ እያ። ሰብ ንምቕታል እኹል ምኽንያት የለንን ድዩ? ነገር ግን ሓደ ሰብ ሰብ ክቐትል ከሎ ስለምንታይ ቀቲልካዮ ኢልካ ምሕታት ዘይተርፍ ነገር እዩ። ቲፋኒ ኸኣ ንምንታይኸ ቀቲልክያ ተባሂላ ምስ ተሓተተት እንታይ ኢላ'ያ መሊሳ እቲ ሓይሊ ባሕሪ ኣፍቃሪኣ ኣብቲ ቦታ ስርሑ ከይዱ ስለ ዝነበረ ናብኣ ክመጻ ትደሊ ስለ ዝነበረት ናብ ገዝኡ ክትመልሶ ትደሊ ስለ ዝነበረት ጥንስቲ ኣለኹ ኢላ ትሕስዎ ኔራ ነገር ግን ዘይውለድ ሕርሲ ስለ ዘየለ መዓልቲ እንዳኸደ መዓልቲ እንዳደፈአ እንዳተደፈኣ ምስ መጸ ካብኡ እንታይ ትገብር ነታ ኣፍቃሪኣ ንኽተእምን ኢላ ንመሓዛኣ ቀቲላ ነታ ዕሸል ንኽተውጽኣ እዩ መደባ ነይሩ። ብድሕሪ'ዚ ግን ሓደ ዓቢ ሕቶ ይለዓል። እቲ ዝተላዕለ ሕቶ ከኣ እንታይ'ዩ? ንጃሚላ ሰለስተ ቈልዑ ነይሮማ፣ ሰለስተ ቈልዑ ወሊዳ ኢለኩም ነይረ ምሽ? ደሃይ እቶም ቈልዑ ኣበይ ኣለዉ? ዝብል ሕቶ ይለዓል። እቶም ቈልዑ'ቲኦም ዝረኣዮም ማንም ሰብ ኣይነበረን። ኣበይ ከይዶም እንተተባህለ፣ ኣበይ ከም ዘለዉ ዝፈልጥ ዋላ ሓደ ሰብ ኣይነበረን። ኣብቲ ናይ ኣዲኦም ገዛ ኣብ ናይ ጃሜላ ኣይነበሩን። ብድሕሪዚ ፖላይስ ከይዶም እቲ ኣፓርታማ ይፍትሽዎ፣ ፈጺሞም ነቶም ቆልዑ ክረኽብዎም ኣይከኣሉን። ካብኡ ቀጺሎም ከኣ ናይቶም ቆልዑ ናይ ሰለስቲኦም ስእሊ ወንትድ ወረቐት ይልጥፉ። ነገር ግን ርኢናዮም ዝብል ሰብ ክርከብ ኣይከኣለን። ኣብኡ ፖላይስ ኣይጸንሑን፣ ቲፋኒ ኣብ ትሕቲ ቀይዲ ስለ ዝነበረት ትኽ ኣቢሎም ኣምጺኦም ኮፍ ኣቢሎም ከፋጥጡዋ ይጅምሩ። ነገር ግን ከምቲ ናይ መጀመርታ ኣየድከመቶምን፣ ቀልጢፋ'ያ ኩሉ ነገር ተለፋሊፋ። እቶም ሰለስተ ቆልዑ ደቂ ጃሚላ ኣበይ ከም ዘለዉ ትሕብሮም። ፖላይስ ከኣ ነዚ ምስ ሰምዑ ኣይጸንሑን ትኽ ኢሎም ናብቲ ጃሚላ እትነብረሉ ዝነበረት ኣፓርታማ ይኸዱ። ኣብቲ ኣፓርታማ ምስ ከዱ ግን ብጣዕሚ ረባሺ ዝኾነ ናይ ሬሳ ጨና ብርቱዕ ጨና ይጨንዎ። ኣብኡ ዝጸንሖም ነገር ከኣ ካብ ኣእምሮ ንላዕሊ ዝኾነ ንኽትሓስቦ ብጣዕሚ ዘሰቅቕ ነገር'ዮም ረኺቦም። ንሱ ኸኣ እንታይ እዩ እቶም ሰለስተ ቆልዑ ሰለስቲኦም ጥራሕ ነብሶም እዮም ነይሮም እቶም ክልተ ኣብቲ መሕጸቢ ናይ ክዳውንቲ ማሽን እዮም ጸኒሖሞም እቲ ሓደ ቆልዓ ኸኣ ኣብቲ መንቀጺ ናይ ክዳውንቲ እዮም ጸኒሖሞም ሰለስቲኦም ቆልዑ ብህይወት ኣይጸንሕዎም ሰለስቲኦም ቆልዑ ሞይቶም እዮም ጸኒሖሞም ናይ ሰለስቲኦም ቆልዑ ቀታሊት ከኣ ቲፋኒ እያ። ነዞም ሰለስተ ቆልዑት ደቂ ጃሚላ ኣብቲ ነዲኦም ዝቐተለታ ባኞ እያ ቀቲላቶም። መጀመርታ ነቶም ቆልዑ እንታያ ጌራቶም ሰዓት ነብስኹም ትሕጸብሉ ኣኺሉሉ ኢላ ኣቀባጢራ ክዳውንቶም ከም ዘውጽኡ ትገብሮም። ከምኡውን ቅድሚ ናብቲ ባኞ ሒዛቶም ምእታዋ ከኣ በቲ ናይ ሬሳ መርመራ ወይ ከኣ ብናይ ዓስከሬን መርመራ ብዝተገብረ ኣቐዲማ ናይ ሰዓል ሸሮቦ ኣስትያቶም ነይራ'ያ። ንሱ ጥራሕ ኣይኮነን ከኣ ክዳውንቶም ኣውጺኣ ናብ ሽቓቕ ሒዛቶም ኣትያ ኣብቲ ባኞ ማይ መሊኣ ንሰለስቲኦም ቆልዑ ኣጥሒላ ኣብኡ ቀቲላቶም። ናይዞም ሰለስተ ቆልዑ ዕድሚኦም ክንደዩ ናይቲ መጀመርታ ቆልዓ ወዲ ሸውዓተ ዓመት ካልኣይ ቆልዓ ከኣ ወዲ ክልተ ዓመት ሳልሳይ ቆልዓ ከኣ ናይ ዓሰርተ ወርሒ ቆልዑ'ዮም ነይሮም። ከምቲ መጀመርታ ንምንታይ ንመሓዛኺ ንጃሚላ ቀቲልክያ ተባሂላ ምስ ተሓተተት፣ ምኽንያት ሂባ ነይራ። ነገር ግን ነዞም ደቂ ጃሜላ ንምንታይ ከም ዝቐተለቶም ክሳብ ሕጂ ዝኾነ ዓይነት ምኽንያት ኣይሃበትን። ብድሕሪ'ዚ ነበርቲ ናይቲ ከባቢ ገንዘብ ኣውጺኦም ከባቢ ሰላሳ ሽሕ ዶላር ዝኣክል ኣኪቦም ንሰለስቲኦም ደቃን ንጃሚላን ሓመድ ኣዳም የልብስዎም። ብድሕሪ'ዚ ከኣ ገለ ግዜ ይሓልፍ ድሕሪ ክልተ ዓመታት ቲፋኒ ናብ ቤትፍርዲ ቀሪባ ብዝገበረቶ ገበን ናይ ሙሉእ ዕድመ ጽኑዕ ማእሰርቲ ይፍረዳ። ነገር ግን ንቲፋኒ ቅድሚ ፍርዲ ምውሃቡ መርመራ ተጌርላ ኔሩ'ዩ። ናይ ምንታይ መርመራ እንተ ደኣ ኢልኩምኒ ናይ ኣእምሮ መርመራ ተጌርላ ኔሩ። ምኽንያቱ ሓደ ሰብ ከምዚ ካብ ኣእምሮ ንላዕሊ ዝኾነ ገበን ክፍጽም እንተ ደኣ ኮይኑ ወይ ከኣኒ እንተ ደኣ ፈጺሙ ቅድሚ ፍርዲ ምውሃቡ መርመራ ይግበረሎም'ዩ። ቲፋኒ ከኣ ናይ ኣእምሮኣ ጥዕና ሙሉእ ብሙሉእ ጥዑይ'ዩ ተባሂሉ ኔሩ። ምኽንያቱ ኣብቲ እሳ ገበን ዝፈጸመትሉ እዋንን ግዜን ክልቲኤን ደቃ እታ ሓንቲ ጓል ሸሞንተ እታ ሓንቲ ጓል ሸውዓተ ዓመት እየን ነይረን። ስለዚ ጽሉል ንወደይ ኣይብል ንወዲ ሓፍተይ ኣይብል ንወዲ መሓዛይ ኣይብል ክጎድእ ተኾይኑ ክቀትል ተኾይኑ ንዝረኸቦ እዩ ምኽንያቱ ከመዛዝን ስለ ዘይክእል። ስለዚ ቲፋኒ ደቃ ገዲፋ ደቂ መሓዝኣ ምቅታላን መሓዝኣ ምቅታላን ብናይ ሓሙሽተ ሰባት ነፍሲ ተኸሲሳ ናይ ሙሉእ ዕድመ ፅኑዕ ማእሰርቲ ከም ዝፍረዳ ተገይሩ። ነገር ግን እታ ዘይትሓፍር ቲፋኒ ይግባይ ትሓትት ከም ብሓዱሽ ናይ ኣእምሮ መርመራ ንኽግበረላ። ይኹን ደኣ እምበር እቲ ይግባያ ይንፀግ። ብኡኡውን ኣየቋረፀትን ኣብ ክልተ ሽሕን ዓሰርተ ሓሙሽተን ዓመተ ምህረት ከዓ ከም እንደገና ከዓ ይግባይ ትሓትት ከም እንደገና እውን ይግባያ ይንፀግ። ካብኡ እውን ኣየዕረፈትን እውን ድሕሪ ሓደ ዓመት ከዓ ኣብ ክልተ ሽሕን ዓሰርተ ሽዱሽተን ዓመተ ምህረት ከኣ ይግባይ ትሓትት ከም እንደገና እውን ትንጸግ። ካብኡ ቀጺላ እውን ድሕሪ ኣርባዕተ ዓመታት ከኣ ኣብ ክልተ ሽሕን ዕስራን ዓመተ ምህረት ከኣ ከም እንደገና ይግባይ ትሓትት ነገር ግን ኣብዚ ክልተ ሽሕን ዕስራን ዓመተ ምህረት ይግባያ ቅቡል ይኸውን። ኣብዚ ሕጂ እዋን ቲፋኒ ጓል ኣርብዓ ዓመት ሰበይቲ እያ ኮይና ዘላ። ይኹን ደኣ እምበር ኣብቲ መጀመርታ ክልተ ሽሕን ዕስራን ዓመተ ምህረት ወላ እኳ ደኣ ይግባያ ይቀበልዎ ደኣ እምበር ክሳብ ሕጂ ግን ቲፋኒ ኣብ ቤት ማእሰርቲ እያ ዘላ። ኣነ ዝብለኩም ግዜ ከፊኡ እዩ ሰብ ውን ከፊኡ እዩ ማንም ሰብ ኣይትእመኑ። ናብታ ካልኤቲ ናይ ገበን ታሪኽ ኣብ ኢትዮጵያ ዘጋጠመት ከኣ ናብኣ ከስግረኩም። እዛ ትርእይዋ ዘለኹም ሰበይቲ ወይዘሮ ሃና በየነ ትብሃል። እትነብረሉ ዝነበረት ከኣ ኣብ ድሬድዋ እዩ ኔሩ። እዛ ሃና ተብሃል ሰበይቲ ቅድሚ ሕጂ ምስ ሓደ ሰብኣይ ተመሪዓ ኔራ። ኣብቲ ዝተመርዐው ወይ ከኣ ኣብቲ ናይ መጀመርያ ሓዳራ ከኣ ሓንቲ ቆልዓ ወሊዶም ነይሮም። ይኹን ደኣ እምበር ምስ ሰብኣያ ስለ ዘይተሰማምዑ ይፋትሑ። ድሕሪ ፍትሒ ከኣ እታ ቆልዓ ህጻን ብኣምላክ እትበሃል ምስ ኣዲኣ ትኸውን። ነገር ግን ኣዲኣ ካልእ ሰብኣይ ትሕዝ፣ ካልእ ሰብኣይ ተእቱ ማለት እዩ። እቲ ዘእተወቶ ካልኣይ ሰብኣይ ከኣ ነታ ጓል ዓሰርተ ሓደ ዓመት ጓላ ይዕምጻ። እዛ ሃና እትበሃል ኣደ ህጻን ብኣምላክ ከኣ ጓላ ከም ዝተዓመጸት ምስ ፈለጠት፣ ኣብ ጎኒ ጓላ ደው ኣይበለትን። እኳ ደኣ እቲ ሰብኣያ እቲ ካልኣይ ሰብኣያ ንኸይጉዳእ ብምባል ንጓላ ብዙሕ ተጽዕኖታት ተሕድረላ ነይራ። እዛ ህጻን ብኣምላክ እትበሃል ቆልዓ ጓል ዓሰርተ ሓደ ዓመት ቆልዓ'ያ። ከም ዝተዓመጸት ምስ ፈለጠት ነዛ ቆልዓ ነዛ ጓላ ምስጢር ንኸይተውጽእ ብዙሕ ግዜ ትቕጥቅጣ ነይራ። በዚ ኣየብቀዐትን ከኣ ካብ ጎረባብቲ ክትፈልያ ትጅምር። በዚ'ውን ኣየቋረጸትን እዛ ህጻን ብኣምላክ። ተምሃሪት ሓምሻይ ክፍሊ እያ ነይራ። ካብ ትምህርታ ኣቋሪፃ ከዓ ምስ ሰባት ንኸይትራኸብ ዝኾነ ምስጢር ንኸይተውፅእ ብምባል ምስኣ ናብ ዝኸደቶ ናብ ስራሕ ይኹን ናብ ዝተፈላለየ ቦታታት ሒዛታ ክትከይድ ትጅምር። በዚ ኣየቋረፀትን ከዓ እዚ ነገር እዚ እኹል ኮይኑ ስለ ዘይረኸበቶ እቲ ካልኣይ ሰብኣያ ንኸይእሰር ብምባል ንጓላ ተደጋጋሚ ክትቅጥቅጣ ትጅምር። በይና ጥራሕ ኣይኮነትን ትቕጥቅጣ ነይራ። ነገር ግን እንታይ ይገብሩ እዞም ክልተ ሰብኣይ ኣዲኣን ኣዲኣን ንህፃን ብኣምላኽ ቀጥቂጦም ቀጥቂጦም ህይወታ ይሕልፍዋ ይቐትልዋ በዚ ኣየብቅዑን ከዓ ናይ ኣዲኣ ጭካነ ደረት የብሉን ኣነ ዝፈልጥ ኣደ ብውላዳ ኣይትደራደርን እያ ናይዚኣ ኣደነት ግን ብጣዕሚ እዩ ገሪምኒ ብዝኾነ እንታይ ትገብር እታ ህፃን ጓላ እታ ጓል ዓሰርተ ሓደ ዓመት ጓላ ባዕላ ኣቐጥቂጣ ቀቲላታ ተባሂላ ንኸይትፍለጥ ናይ ዓስከሬን መርመራ ሪዛልት ንኽተዘናብል ስለ ዝደለየት ብዙሕ ዓይነት መድሃኒት ኣብ ኣፋ ተእትወላ እዚ ማለት ከዓ ባዕላ'ያ ነብሳ ኣጥፊኣ ንኽበሃል ማለት'ዩ። ይኹን ደኣ'ምበር በዚ ኮይኑ በቲ እቲ ሓቂ ይረጋገጽ ኣብ ዝሓለፈ መዓልታት ብግንቦት ዓሰርተ ሓሙሽተ ክልተ ሽሕን ዓሰርተ ሸውዓተን ዓመተ ምህረት ብኣቆጻጽራ ግእዝ ብኣቆጻጽራ ኢትዮጵያ ማለት'ዩ ነዲኣ ንወዘሮ ሃናን ከምኡ'ውን ነዚ ሰብኣይ ኣዲኣ ሰብኣያ ካልኣይ ሰብኣያ ማለት'ዩ ናይ ሞት ፍርዲ'ዩ ተፈሪድዎም። ብጣዕሚ ደስ ዘብል ዘሕጉስ ዓይነት ፍርዲ'ዩ ተፈሪድዎም። ብዝኾነ ኣቦ እዛ ቆልዓ ብሂወት ኣሎ ኣብ ሓደ ፕሮድካስት ቀሪቡ ተዛሪቡ ነይሩ እዩ። ነዛ ሰበይቲ ወዘሮ ሃና ግርማ እትበሃል ኣብ መጀመርታ ክምርዓዉ ከለዉ ብቅዱስ ቁርባንን ብተክሊልን እዮም ተመሪዖም። ንሱ ካብቲ ዝዝተዛረቦ ነገር ሓንቲ ቃል ኢሉ ነይሩ፣ ኩሎም ኣብ ቤተ ክርስቲያን ንረኽቦም ሰባት መላእኽቲ ኣይኮነን ኢሉ። ካብዚ እንታይ ኢና ክንመሃር እንተ ደኣ ኢልኩምኒ፣ ፍርሑ፣ ንኹሉ ሰብ ፍርሕዎ። ግዜ ሕማቕ ኣሎ፣ ሰብ ሕማቕ ኣሎ፣ ኩሉ ከፊኡ እዩ። ፍርሑ፣ ነዝማድኩም ፍርሕዎም፣ ንቤተሰብኩም ፍርሕዎም፣ ንዕሩኽትኩም ፍርሕዎም፣ ንመሓዙትኩም ፍርሕዎም፣ ንኹሉ ሰብ ፍርሕዎ። ነብስኹም ሓልዉ ንማንም ምስጢርኩም ኣይትንገሩ ልብኹም ሓልዉ ውሽጥኹም ሓልዉ ልብኹም ኣውዲቕኩም ኣይትደቅሱ ልብኹም ኣውዲቕኩም ኣይትንበሩ ልብኹም ኣውዲቕኩም ከዓ ናብ ሰባት ኣይትፀግዑ መን መፂኡ ከም ዝወድቀኩም መን መፂኡ ከም ዝቐትለኩም መን መፂኡ ከም ዘጥፋእኩም ኣይትፈልጡን ኢኹም ምክንያቱ ግዜ ሕማቕ ኣሎ ኣብዚ ግዜ እዚ ከዓ ፀላኢኻ ኣይኮነን ዝቐትለካ ፀላኢኻ ኦሬዲ ርሑቕ ከይዱ እዩ ኣብዚ እዋን እዚ ኣብዚ ሕጂ ዘለናዮ ግዜ ፈታዊኻ እዩ ዝቐትለካ፣ ፈታዊኻ እዩ ኩሉ ነገር ስብርብር ኣቢሉ ናብቲ ዘይትትስኣሉ ደረጃ ዘብጽሓካ፣ ንዓኻ፣ ንደቅኻ፣ ንህይወትካ፣ ንስድራኻ፣ ንኹሉ ነገርካ ዘሰባብረካ ፈታዊኻ እዩ። ስለዚ ፍርሑ፣ ተጠንቀቑ። ኣነ ዝብለኩም እዚ ናይ ገበን ታሪኽ ንምንታይ ክተምጽእልና እንተድኣ ኢልኩምኒ፣ ሓደ ናይ ገበን ታሪኽ ሒዘልኩም ክመጽእ ከለኹ ኦኬ ከምዚ ከኣ እምበኣር ኣሎ ኢልኩም ክትጥንቀቑ ኢለ እየ ዘምጸልኩም ዘለኹ። ንሱ ጥራሕ ዘይኮነ ከኣ ኣብ ከባቢኹም ከምኡ ዓይነት ዝመስል ነቲ ኣነ ዝነግረኩም ዝመስል ዓይነት ኩነታት ሲትዌሽን ትርእዩ ተደኣ ሃሊኹም ነቶም ሰባት ከኣ ትሕግዝዎም ሪፖርት ምግባር ውን ዓቢ ሓገዝ እዩ ኣብዚ ሕጂ እዋን ሪፖርት ምግባር ሂወት ሰብ ምድሓን እዩ ናይ ሰብ ትንፋስ ምትራፍ እዩ በዚ ኮይኖ በቲ ናይ ሎማዓንቲ መደብና ነዚኣ ክንስኪ ኔራ ጁባዓት ፍጥረት ነዛ ቪድዮ እዚኣ ክሳብ ሕጂ ክትርእይዋ ጸኒሕኩምሽ ርኢኹም ርኢኹም ርኢኹም ላይክ ዘይገበርኩም እንተ ኮንኩም ጽናት ፌር ላይክ ክግበሩ ኢኹም ከምኡ እውን ኣብዛ ፋሚልና ከዓ እዛ ገዛና ሓደሽቲ ፋሚሊ መፂኹም እንተ ሃሊኩም ሳብስክራይብ ኣይትረስዕኹም ምክንያቱ ኣብ ዝመፅእ ንክንረኸብ ንኸይንጣፋእ ንኸይንፈላለ ማለት እዩ ሳብስክራይብ ክበሩ ኢኹም ከምቲ ልሙድ ከዓ ሃናፂ ዝኾነ ሓሳብ ርእቶም ዝህልወኩም ብጭዋ ዝኾነ መልክዕ ኣብ ቦታ ኮሜንት ሴክሽን ኣቆምጹለ ይኹም ኣብ ዝመጽእ ብካልእ መደብ የራኽበና ሰሰናዩ ጠጥዑሙ ንዓኹም ደቂ ዓበይቲ ማራ ኤስ ፍቶኩም ፍትውትው እየ ዘብለኩም ማሰይ ሽኮሽናታት ከምቲ ልሙድ ባይ